ከመይ ጌርካ ንራኢኻ ወይ ድማ ንዕላማኻ ትበጽሖ ከም ዝብል እየ ክዛረብ። እቲ ራኢ እቲ ዕላማ ድማ ናይ ሓደ ስደተኛ ጥራሕ ዘይኮነ ከምኡውን ስደተኛ ኮይኑ ክስደድ ከሎ ሓደ ሰብ ራኢ ወይ ድማ ዕላማ ስለ ዘለዎ እዩ ዝስደድ። ኣብ ስዊዘርላንድ ከም እንቕመጥ ድማ ኣብ ዝኾነ ሃገር እውን እንተሃለና እንቕመጥ እንተኾና ስደተኛታት ኮይና ክንቅመጥ ከለና እታ ዘለናያ ሃገር እውን እንተኾነት እትደልዮ ነገር እንታይ እዩ ነቲ ራኢኻ ከመይ ጌርካ ትበጽሖ እዩ። ንሕና'ውን ራኢና ክህልወና ከም ዘለዎ፣ ንራኢና ክሳብ እንበጽሖ ዘኽፍለና ዋጋ ድማ ክንጽዕረሉ ከም ዝግባኣና ማለት እዩ። እቲ ዝዓበየ ራኢ ድማ ሓደ ሰብ ከመይ ገይሩ ርእሱ ክኢሉ ክመርሕ ከም ዘለዎ እዩ ማለት እዩ። ሓደ ሰብ ራኢኡ ክበጽሖ እንተ ደኣ ኮይኑ ዘኽፍሎ ዋጋ ድማ ኣለዎ። ነቲ ዋጋ ዘኽፍለካ ድማ ተስፋ ብዘይምቑራጽ ክትበጽሖ ከም ዘለካ ዘይብጻሕ ነገር ከም ዘየለ ከምኡውን ተሰዲድና ኣብ ኣውሮጳ ክሳብ እንበጽሕ ዝኸፈልናዮ ዋጋ ቀሊል ኣይኮነን። ሕጂ እውን ኣብ ንነብረሉ ሃገር ካብ ተሓገዝቲ ኮይና ከመይ ጌርና ተማሂርና ዕላማና ክንበጽሖ ከም ዝግብኣና ህይወትና ክንመርሕ ከም ዝግብኣና ሕጉስ ህይወት ኮይና ምስታ ንነብረላ ሃገር ድማ ብሰላም ክንነብር ከም እንኽእል ዕላማና ምስ እንወቅዕ ጥራይ እዩ። እታ ዘለናያ ሃገር እውን እቲ ዕላማና ትሕግዞ እያ ማለት እዩ ምክንያቱ ንዓኣ እውን እንታይ ስለ ዝኾነ ካብ ሶሻል ወፂእና ተሓገዝቲ ካብ ምዃን ኮይና ከመይ ጌርና ሂወትና መሪሕና ንካልኦት ክንመርሕ ከም እንኽእል እዩ እቲ ዕላማ ማለት እዩ ነብረላ ዘለና ሃገር እውን እቲ ናታ ራእይ እውን ንሱ እዩ ሰብ ከመይ ጌሩ ካብ ሶሻል ካብ ተሓጋዚ ንምዃን ይወፅ እዩ ንሕና እውን እቲ ራእይና ንሱ እዩ ማለት እዩ ነዚ ነገር እዚ ድማ ክንጽዕረሉን ክንጽሕተሉን ከም ዘለና ክንመሃር ከም ዘለና ራኢና ክንበጽሖ ከም ዘለና ራኢ ዘይብልና ኮይንና ተስፋ እንዳቆረጽና ኮፍ ክንብል ኣብ ገዛ ግን መፍትሒ ኣይኮነን ብነገር ኩሉ ጻዕሪ ይሓትት እዩ ትምህርቲ ጻዕሪ ይሓትት እዩ ንኩሉ ተስፋ ብዘይ ምቁራጽ ድማ ዕላማና እቲ ቪዥን ናትና ክንበጽሖ ከም ዘለና ኣብዛ ሰዓት እዚኣ ይዛረቡ ማለት እዩ